ንሱ ወዲ ዮርሓም፣ ወዲ ኤሊሁ፣ ወዲ ቶሑ፣ ወዲ ጹፍ ነበረ። ንሱ ክልተ ኣንስቲ ነበርኦ። ስም እታ ሓንቲ ሃና፣ ስም እታ ካልኣይቲ ኸኣ ፍናን ነበረ። ፍናን ውሉድ ነበርዋ፣ ሃና ግና ውላድ ኣይነበርዋን። ሕልቅና ከኣ ንእግዚኣብሔር ጐይታ ሰራዊት ክሰግድን መስዋእቲ ከቕርብን ኢሉ በብዓመት ካብ ራማት ይድይብ ነበረ። ኣብኣ ከኣ ክልቲኦም ደቂ ኤሊ ኦፍኒን ፊንሃስን ንእግዚኣብሔር ብክህነት የገልግሉ ነበሩ። እታ ሕልቅና ዝስዋኣላ መዓልቲ ክትመጽእ ከላ ንፍናን ሰበይቱን ንዅሎም ኣወዳትን ኣዋልድን ገጊዲኦም ሂቦም ነበረ። ንሃና ግና እግዚኣብሄር እኳ ውላድ ውሉድ ከሊእዋ እንተ ነበረ ይፈትዋ ነበረ እሞ ዕጽፊ ግደ ገይሩ ይህባ ነበረ። እግዚኣብሄር ውሉድ ከሊእዋ ስለ ዝነበረ ግና እታ መጻርርታ ፍናን ምእንቲ ከተኾርያ ኢላ መመሊሳ ተባጭወላ ነበረት። እዚ ዓመት መጸ ዘጋጥም ነገር ነበረ። ሃና ክትስውእ ናብ ቤት እግዚኣብሄር ክትድይብ ከላ ፍናን ሃና በኽያ ምብላዕ ክሳዕ እትኣቢ ተባጭወላ ነበረት። ሕልቅና ሰብኣያ ኸኣ፣ ሃና፣ እንታይ ኰንኪ ኢኺ ትበኺ? እንታይከ ዄንኪ ኢኺ ዘይትበልዒ? እንታይ ኰንኪኸ ትጕህዪ ኣሎኺ? ካብ ዓሰርተ ውሉድ ኣነዶ ኣይሕሸክን? ይብላ ነበረ። ካብ መዝሙር ሚእትን ዓሰርተ ሽዱሽተን ካብ ሞት ዝደሓነ ሰብ ዘቕርቦ ምስጋና። ድምጸይን ምህለላላይን ሰሚዑ እዩ እሞ ንእግዚኣብሔር ኣፍቅሮ እየ ይሰምዓኒ እዩ እሞ መዓልቲ መዓልቲ ናብኡ ክምህለል እየ ድንገት ሞት ከበበኒ ናብ መቓብር ከይወርድ ዝብል ስምባድ ሓዘኒ ጭንቀትን መከራን ረኸብኩ ሽዑ ኣነ ኦ እግዚኣብሔር ንነፍሰይ ኣድሕና ኢለ ስም እግዚኣብሔር ጸዋዕኹ እግዚኣብሔር ርሕሩሕን ቅኑዕን እዩ ኣምላኽና መሓሪ እዩ እግዚኣብሔር ንገርታት ይሕልዎም ኣነ ተሸገርኩ ንሱ ውን ኣድሓነኒ ነፍሰየ እግዚኣብሔር ሰናይ ገይርሉ ገይርለይ እዩ እሞ ናብ ዕረፍትኺ ተመለሲ እግዚኣብሔር ንዓይ ካብ ሞት ኣድሓነኒ ንብዓተይ ደረዘለይ ተሳዒረ ከይወድቕ ኣድሓነኒ ስለዚ ኣብ እግዚኣብሔር ኣብ ሃገር ሕያዋን ክነብር እየ ኣዘይ ተጨነቕኩ ኣብ ዝበልኩሉ እዋን እውን እንተኾነ እምነተይ ኣይጠለምኩን ሰንቢደ ኩሉ ሰብ ሓሳዊ እዩ ኣብ ዝበልኩሉ እዋን እውን እምነተይ ኣይጠለምኩን። ኣብ ክንዲ እቲ ሰናይ ዝገበረለይ ኩሉስ ንእግዚኣብሔር እንታይ ውሬታ ክመልሰሉ እየ? ናይ ምድሓን መስዋእቲ መስተ ክስውእ እየ፣ ስም እግዚኣብሔር ከኣ ክጽውዕ እየ። ንእግዚኣብሔር ኣብ ቅድሚ ኩሉ ህዝቡ መብጽዓይ ክፍጽመሉ እየ። ኣብ ቅድሚ እግዚኣብሔር ሞት ቅዱሳኑ ክቡር እዩ። ኦ እግዚኣብሔር ኣነ ባርያኻ እየ፣ ካብ ኣደይ ዘገልገለትካ ኣነ ከ ከምቲ ኣደይ ዘገልገለትካ ኣነ ከኣ ከምኡ ከገልግለካ እየ ንስካ ንዓይ ካብ ሞት ኣድሓንካኒ መስዋእቲ ምስጋና ክስውኣልካ እየ ስምካ እናጸዋዕኩ ድማ ናባካ ክጽሊ እየ ኩሎም ኣህዛብ ስለ ኣብ ዝተኣከብሉ ኣብቲ ኣብ የሩሳሌም ዘሎ ኣጸድ ቤተ መቕደስካ መብጽዓይ ክፍጽመልካ እየ። ንእግዚኣብሔር ኣመስግንዎ። ናይ ሎም ወንጌልካ ወንጌል ማርቆስ ካብ ምዕራፍ ሓደ ካብ ፍቕዲ ዓሰርተ ኣርባዕተ የሱስ ኣርባዕተ ገፈፍ ዓሳ ገፈፍቲ ዓሳ ከም ዝጸውዐ ድሕሪ ማእሰርቲ ዮሃንስ የሱስ እቲ እዋን በጺሑ እዩ መንግስቲ ኣምላኽ ከኣ ቀሪባ እያ እሞ ተነስሑ ብወንጌል እውን እመኑ ኢሉ ብስራት ኣምላኽ እናሰበኸ ናብ ገሊላ መጸ። ብጥቓ ባሕሪ ገሊላ ክሓልፍ ከሎ፣ ስምኦንን እንድርያስ ሓዉን ገፈፍቲ ዓሳ ስለ ዝነበሩ፣ መርበቦም ኣብ ባሕሪ ከውርዱ ከለዉ ረኣየ። የሱስ ድማ ገፈፍቲ ሰብ ኽገብረኩምሲ፣ ንዑ ሰዓቡኒ በሎም። ንሳቶም ድማ መርበቦም ሓዲጎም ሽዑ ንሽዑ ሰዓብዎ። ካብኡ ቁሩብ ሕልፍ ምስ በለ ድማ ያእቆብ ወዲ ዘብዴዎስን ዮሃንስ ሓዉን ኣብ ጃልባኦም ኮይኖም መርበቦም ከተዓራርዩ ኸለዉ ረኣዮም እሞ ብኡ ብኡ ጸውዖም። ንሳቶም ከኣ ንዘብዴዎስ ኣቦኦም ምስ ሰዓብቱ ኣብ ጃልባ ሓዲጎም ሰዓብዎ። እዚ ብስራት ሰላም ጐይታና እዩ። ብሓቂ ፍቁራት ኣሕዋተይን ኣሓተይን ሎሚ ናብቲ ንቡር እዋን ንብሎ ወቕቲ ናይ ልደት ወዲእና ልደትን ጥምቀትን፣ ኣብቲ ካልኣይ ወቕቲ ናይቲ ቤተክርስትያን ልጡርጊያ ንርከብ ኣሎና ንሱ ከዓ እንታይ እቲ ንቡር እዋን ንብሎ እዩ እቲ ንቡር እዋን ኣብቲ ንቡር እዋን መፂና ኣሎና ቅድሚ እቲ ናይ ኣርባዓ ፆምን ፋሲካን እዋን ቅድሚ ምእታዊ ማለት እዩ ስለዚ ኣብዚ ንቡር እዋን እቲ ወንጌል ኖና ቤተክርስትያን ዝሰረዐትልና ከነንብቦ ክንጅመር ወንጌል ማርቆስ እዩ ወንጌል ማርቆስ ካብቶም ሰለስተ ተመሳሳልቲ ወንጌላት ማርቆስን ሉቃስን ማቴዎስን እቲ ቀዳማይ እተጸሓፈ እዩ። ካብኡ ብዙሕ ዝተወስደ ኣብ ማቴዎስ ንረክብ፣ ኣብ ሉቃስ እውን ንረክብ። ስለዚ ማርቆስ እዩ ቅድመኦም ተጻሓፈ። ዳሕራይ መጨረሹ ከዓ መጨረሻ ዝተጻሓፈ ወንጌል ወንጌል ዮሃንስ እዩ። ስለዚ ወንጌል ማርቆስ ኣብቲ ቀዳማይ ወንጌል ኣብኡ ንርከብ ኣሎና ኣብኡ ከዓ ድሮ ኣብቲ ቀዳማይ ምዕራፍ ንርከብ ኣሎና ስለዚ ትምህርቲ ናይ ቅዱስ መፅሓፍ ክንገብር እንተ ኮይኑ ፍቁራት ኣሕዋተይን ሓተይን ወንጌል ማርቆስ ምንባብ ንጀምር ማለት እዩ ኣብዚ ልልጅ ነንብበልኩም ዘለና ግን ልጡርጊያዊ ንባብ ናይቲ ቅዱስ መጽሓፍ እዩ ንና ቤተ ክርስትያን ሰርዐቶ ስለዚ ኣበይ ንርከብ ኣሎና ኣብታ ቀዳሚት ምዕራፍ ኣብ ፍቅዲ 14 ኢየሱስ ኣርባዕተ ሰብኣይ ጸውዐ ገፈፍቲ ዓሳ እዮም ከዓ ሞኦም ሞኦም ገፈፍቲ ዓሳ እዮም መነ መን እያቶም ኢልና እንድሕር ሓቲትና ስምኦንን እንድርያስን ሓውን ክልተ ኣሕዋት እዮም እዚኦም ስሞንስን ስሞንን እንድርያስን ክልተ ከኣ ደቂ ዘብዴዎስ ይበሃሉ ያዕቆብን ዮሃንስ ሓውን ያዕቆብን ዮሃንስን ኣሕዋት እዮም ስምኦንን እንድርያስን ኣሕዋት እዮም ሓቂ እዚ ይገርመኒ ኩሉ ሻዕ ከንብቦ ከለኹ ከመይ እታ መንግስቲ ኣምላኽ ብከምኡ እዩ ዝኸይድ እቲ ነቲ ዓፅሚ ስጋ ብቀረባ እውን ተኸተልቲ ከክልተ ከክልተ ኮይኖም ዝስዕብዎ ነቲ ባህርያዊ ናይ ሕብረተሰብ ናይ ማሕበረሰብ ናይ ስድራ ቤት መትንታት ንዕኡ እዩ ዝጥቀም ኣምላኽ ንዕኡ እዩ ነቲ ተፈጥሮ ነቲ ባህሪ ንዕኡ እዩ ዝኹልዖ ብሓቂ እዚ ሕጒስኒ ኣዘኪሩኒ እውን ሓደ ካልኣይ ንሪኦ ኣለና ድሕሪ ማእሰርቲ ዮሃንስ ይብል እንታይ ማለት እዩ ሓደ ድሮ ሓደ ምንቅስቃስ ናይ ተነስሑስ ጀሚሩ ነይሩ እዩ መን ጀሚርዎ ዮሃንስ መጥመቕ ዝጀመሮ ፍቁራት ኣሕዋተይን ሓተይን ድሕሪ ማእሰርቲ ዮሃንስ ኢየሱስ እቲ እዋን በጺሑ ኢዩ፣ መንግስቲ ኣምላኽ ቀሪባ ኢያ እሞ ተነስሑ፣ ብወንጌል እውን እመኑ ከምኡዶ ይብል ነይሩ ዮሃንስ መጥመቕ? እወ ንሱ እውን ተነስሑ ይብል ነበረ። ፍቁራት ኣሕዋተይን ኣሓተይን ዮሃንስ መጥመቕ እውን ከምኡ ይብል ነበረ። ክቲጂ ወንጌል ናይ ማርቆስ ተቐዳማይ ወንጌል ክጅምር እንከሎ ኣብታ መጀመርታ እዚ መጀመርታ ናይቲ ብዛዕባ ኢየሱስ ክርስቶስ ወዲ ኣምላኽ ዝዛረብ ወንጌል እዩ ኢሉ ይጅምር። ቀዳማይ ምዕራፍ ጥቕሲ ሓደ ከምቲ ኣብ መጽሓፍ ነብዪ ኢሳያስ እንሆ ጐደና እግዚኣብሔር ኣሰናድዉ፣ መገድታቱ ኸኣ ኣቕንዑ እናበለ ኣብ ምድረ በዳ ዝእውጅ ድምጺ ይብሎ ንዮሃንስ መጥምቕ እንደገና ከኣ እንደገና ኣብቲ ጥምቀት ከም ዝኸደ ከኣ ንሪኦ ናይ ንስሓ ናይ ንስሓ ከም ዝጸውዖም ንህዝቢ ብምሉኡ ናብ ንስሓ ከም ዝጸውዐ ንርኢ ኣብዚ ከኣ ተኣሲሩ እዩ ዘሎ ይብሎ ማርቆስ ድሮ ብሓጺሩ ድሕሪ ማእሰርቲ ናይ ዮሃንስ መጥመቕ ድሕሪ እቲ ማእሰርቲ ናይዚ ድምፂ በረኻ ተነስሑ የሱስ ክርስቶስ ይጅምር ኣብቲ እዋን በጺሑ እዩ። እቲ እዋን ህጂ እዩ፣ ሕጅን ኣብዝን እዩ። ስለዚ ጽንሓለይ ጽባሕ ጽናሕ ክንብሎ ነገር ኣይኮነን ፍቁራት ኣሕዋተይን ሓተይ እቲ እዋን በጺሑ እዩ። እዚ እዋን እዚ እቲ እዋን ፍትሕን ሰላምን እዚ እዋን እዚ እቲ እዋን ፍትሓት ኣብ ውሽጥና ፍትሒ ኣብ ሕብረተሰብና ፍቁራት ኣሕዋተይን ሓተይን ሰላም ንብሎ ዘለና ከዓ ውሽጣዊ ሰላም ብሰንኪ እቲ ፍትሓት ናይ ምሕረት ኣምላኽ ኣብ ልባትና ተቖጻጽረና ዘሎ እንረኽቦ እዩ። እቲ ፍትሒ እቲ ሰላም ንብሎ ከኣ ም ሕብረተሰብ ነቲ ቁጽርጻር ናይ ሕብረተሰብ ክፍታሕ እንከሎ እዩ። ንኣብነት ህዝቢ ዓድታት ብባይቶኦም ክካየዱ ከለዉ ባዕሎም ዝመረጽዎም ባይቶኦም ክካየዱ እንከለዉ ፍቁራት ኣሕዋተይን ሓተይን እዚ ካብ ሓቂ ልሙድ እዩ ኣብ ኩሉ ዓለም ኣብ ዓዳትና እውን ልሙድ እዩ ዝነበረ እቲ ቀደም ሕጂ እቲ እዋን በፂሑ እዩ መንግስቲ ኣምላኽ ከኣ ቀሪባ እያ መንግስቲ ኣምላኽ መንግስቲ ፍትሕን ሰላምን ፍቁራት ኣሕዋተይን ሓተይን ውሽጣዊ ኣብቲ ብሕታዊ ሰብ ኩለንተናዊ ሕውየት ናይ ነፍሲ ወከፍ ተባዕታይ ኣንስታይ ሰብ ብኣርያን ብኣምሳልን ናይ ኣምላኽ ዝተፈጥረ ሰብ ኩለንተናዊ ሰብነታዊ ኣእምሮኣዊ መንፈሳዊ ኮታኩ ብምሉእ ኩለንተኑ ካብ ጨጉሪ ርእሱ ክሳዕ ከብዲ እግሩ ናይ ነፍሲ ወከፍ ብሩኽ ሓወይ ብርኽቲ ሓፍተይ ብዘይ መንፈሱ ኣእምርኡ ሰብነቱ ከይፈላለኻ ማለት እዩ። ከመይ ውሁድ ስለ ዝኾነ እቲ ሰብ እንብሎ። ብኣርኣያን ብኣምሳልን ናይ ኣምላኽ እተፈጥረ እዩ። ስለዚ ኩለንተናዊ ሕውየት፣ ድሕነት ናይ ነፍሲ ወከፍ ሰብን ናይ ኩሉ ሰብን ናይ ኩሉ ህዝቢ ዓለምን እዩ። ስለዚ መንግስቲ ኣምላኽ እዚ ቀሪባ እያ እሞ በቲ ሽዑ እዋን ድሮ ከዓ ብክርስቶስ ጎይታ መፅኣ እያ ትመፅእ እውን ኣላ ተናሳፍሐት ትኸይድ ኣላ ሃየ እሞ ተነስሑ ኣከያይዳኹም ቀይሩ እዩ ዝተነስሑ ዝብል ቃል ብዙሕ ሓዚሉ ኣሎ ፍቁራት ኣሕዋተይን ሓተይ ኣብቲ ውሽጡ ተነስሑ እንታይ እዩ ንታሕትን ንድሕሪትን ክትከዱ እንተ ፀኒሕኩም በቲ ስሕተት ርኢኹም ነንቕድሚት ደው ክብል እሞ ንቕድሚትን ንላዕልን ክንቀሳቐስ ኣተና ክንቀይሩ ንታሕትን ንድሕሪትን ክንከይ ጸኒሕና ጌጋ ምዃኑ ርኢና ፍቁራት ኣሕዋተይን ሓተይን መንገድና ክንቅይር እዩ ካብ ካብ ቤት ኣቦና ኣርሒቕና ክንከይድ ጸኒሕና ሕጂ ናብ ቤት ኣቦና ክንመለስ ክንጅምር እዩ ቤት ኣቦና ከዓ እቲ ኣምላኽና ንብሎ ዘለና ኣቦና ፈቃር ኣቦና ኮይኑስ ጎይታናን መድሓኒናን ተስፋናን የሱስ ክርስቶስ ኣቦይ ኢልኩም ጸሎት ግበሩልና ኣቦና ክንብል ከኣ ናይ ኩላትና ኣቦ ሓደ ስለ ዝኾነ እዩ ንሱ ስለ ዝኾነ እዩ ፈቃር እግዚኣብሔር ኣቦ ስለዚ ናብቲ ናብ ቤት ኣቦና ገጽና ምምላስ ክንጅምር እዩ ካልእ እንታይ ክኸውን ይኽእል ተተነስዑ ተመለሱ ህራይ ካብ መገድታት ሓጢኣት ተመለሱ ካብ መገዲ ከንቱነት ካብ መገዲ ዕሽነት ካብ መገዲ ድንቁርና ካብዚ ካብ መገዲ ሑር ኣከያይዳ ኣተሓሳስባን ካብኡ ተመለሱ። ናበይ ገጹ? ናብቲ ምዕቡል ኣከያይዳ፣ ናብቲ ክፉት ልቦና፣ ናብቲ ክፉት ኣእምሮ ተመለሱ። ተፈኸቱ ክኸውን ይኽእል ተዓፂና እንተ ኣለና ኣብቲ ልባትና ብፅልእን መፍርሕን ምክንያት ፍቁራት ኣሕዋተይን ሓተይን ስለዚ ናይ ልብኻ ምኽፋት እዩ እቲ ናይ እምኒ ልቢ ወፂኡ ናይ ስጋ ልቢ ክኸውን ትልባትና ህያው ልብታት ክፉት ልብታት ከፍቅር ዝኽእል ልብታት ብፍርሕን ብጽልእን ዘይተዓጽወ ልብታት ስለዚ ንሱ እውን ተነስሑ እዩ ንቕዓተ ልቦናኹም ኣዕብዩ እውን ክኸውን ይኽእል እንታይ ማለት ኪኖ ኣእምሮ ኪኖ ልቢ ምሕሳብ ጀምሩ ብኡ ደኣ ከምኡ ከ ዝበሃል ምሕሳብ ኣሎ ድዩ ፍቁር ሓወይን ሓፍተይን እወ ከምኡ ዝበሃል እውን ኣሎ ናብ ውሽጥና ምስ ኣተና ኣብቲ ውሽጢ ልባትና ኣብኡ ካባና ዝዓቢ ንረክብ ፍቁራት ኣሕዋተይን ሓተይ ንሱ ኣቲ ጎይታናን መድሓኒናን ተስፋናን የሱስ ክርስቶስ ዘተስፈወና መንፈስ ቅዱስ ምስ እግዚኣብሔር ኣቦኡን ምስ መንፈስ ቅዱስን ንረኽቦ ኣብ ብኣኡ ንነብር ብኣኡ ንንቀሳቐስ ብኣ ህያዋን ንኸውን ስለዚ ካብቲ ማእኸልናን ወፂና ኣብ ማእኸል ናይ ክርስቶስ ክንነብር ንጅምር እዚ ብምሉኡ እውን ንስሓ እዩ ፍቁራት ኣሕዋተይን ኣሓተይን ሕዳሴ ከዓ ዘምፅ ንሱ እዩ ሕዳሴ ውሽጣዊ ሕዳሴ ኣምፅኡ ናብ ሕብረተሰባዊ ሕዳሴ ገፁ ዝወስደና እዚ ተነስሑ ብወንጌል እውን እመኑ ወንጌል ኣሎ ብስራት ኣሎ ሞ ነቲ ብስራት ሲ እመንዎ ኣይናይቲ ብስራት እግዚኣብሔር ኣቦ ምዃኑ እግዚኣብሔር ፍቅሪ ምዃኑ ንሓደ ፍቁር ወዱ ሰዲዱካ ከም ዘድሓነና የሱስ ክርስቶስ ብወትሩ ኸኣ ሓቋፉ ምዃኑ፣ ናቱ ፍቕሪሲ ኣብ ዝኾነ ቅድመ ኩነት ዝምርኮስ ከም ዘይኮነ፣ ብኸምኡ ኣፍቀረና፣ ስለ ዘፍቀረና ፈጠረና፣ ስለ ዘፍቀረና ኸኣ ንሓደ ወዱ ሰዲዱ ኣድሓነና፣ ስለ ዘፍቀረና ኸኣ መንፈስ ቅዱሱ ኣብ ውሽጥና ኣሕዲሩ ኣባ ኣቦ ይብል ብውሽጥና ፍቁር ወደይ ፍቅርቲ ጓለይ ክን ዝብል ስምዒት ኣብ ልባትና ይነደና። እዚ ብሓቂ እዩ እዩ እዚ ወንጌል እዚ እመንዎ ብኡ ከዓ ተኣማመኑ ትእመኑ ማለት ከዓ ተኣማመኑ ምክንያቱ ኣብ ምንታይ ንተኣማመን ኢና ሓሰስ ንብል ዘለና ፍቁራት ኣሕዋተይን ሓተይን ኣብ ዓለም ካብ ማፀን ክሳዕ መቃብር ኣንታ ምንታይ እያ ክተኣማመን ኣብ ጥሪት ኣብ ንብረት ኣብ ክብረት ኣብ ሽመት ኣብ ትምህርቲ ኣብ ዝኾነ ግዛዕ ምዛዕ ፍቁራት ኣሕዋተይን ሓተይን ብኡ ክንተኣማመን ውሕስነት ክበና ሓሰስ ንብል ተረኣናዮ ግን ዘይንረክብቲ ውሕስነት ዝዓበየ ውሕስነት ናይ ኩሉ ውሕስነት ከዓ ምንጪ ክኸውን ዝኽእል ኣምላኽ ብዓርሱ እዩ ዝፈጠረና ልባትና ኣባኻ ክሳዕ ዘዕርፋ ይበል ቅዱስ ኣጎስጢኖስ ዕረፍቲ የብለንን ከመይ ንስኻ ናዕሪ ንርእስኻ ኢልካ ፈጠርካና ስለዚ ኣበይ ንዕርፍ ኣብኡ ንዕርፍ ኣብ ኣምላኽ ንዕርፍ ኣብቲ ቅዱስ ልቢ ኢየሱስ ነዕርፍ። ውሕስነትና ኣብኡ እዩ። ኣብኡ በቲ ወንጌል ክንኣምኖቲ ንኣምላኽ ክንኣምኖን ብኡ ክንተኣማመንን ምፍቃር እግዚኣብሔር ኣቦ በቲ ፍቁር ወዱ ጎይታናን መድሓኒናን ተስፋናን የሱስ ክርስቶስ በቲ መንፈስ ቅዱስ ቀዳሲናን ፍቁራት ኣሕዋተይን ሓተይን እሞ በዚ ክንጅምሮ እቲ ንቡር እዋን ኖና ቤተ ክርስቲያን ሰሪዓትልና ኣላ ነዚ ንቡር እዋን ካብ ሓቂን ፍትሕን ንሰላምን ኣብ ውሽጥናን ነቲ ቁፅርፃራት ዘሎ ፍትሓት ክኸውን ማለት እዩ ፍቁራት ኣሕዋተይን ሓተይን ተነስሑ ንዑ ኢልና ንረኣዮ ካልኣይ ካብ ሕብረተሰብ ካብ ዘሎ ቁፅርፃር እውን ምስታ ኖና ማርያም ኦ ማርያም ፈታሒት ቁፅርፃራት ለምንልና እናበልና ምስኣ ኮይና ፍቁራት ኣሕዋተይን ሓተይን ስለመ ወንጌል ማርቆስ ንጅምሮ ኣሎና እሞ ኣብዚ ኩሉ ካብ ሓቂ ተረዲእናስ ጨው ምድርን ብርሃን ዓለም ምእንቲ ክንከውን ሓቢርና ንጸልይ ኦ ጎይታ ናይ ሰላምካ መሳርሒ ግበረና ጽልኢ ኣብ ዘለዎ ፍቕሪ፣ ግፍዒ ኣብ ዘለዎ ፍትሒ፣ ማእሰርቲ ኣብ ዘለዎ